ኣብ ርሑቕን ኣብ ቀረባን ኮንኩም ትከታተሉ ሰዓብትና ከመይ ቀኒኹም? ሎሚ ዓሰርተ ኣርባዕተ ሓምለ ናይ ክልተ ሽሕን ዕስራን ሓደን እዩ። ናይ ውሽጢ ሃገር ሽወደን ዜናታትን ናይ ደገን ብምድላው ዘቕርበልኩም ተረኛ ሳሙኤል ሓጎሴ ሰናይ ምክታል። ኣዋልድ ክዕምዝ ዝጸንሐ መንእሰይ ክእሰርን ክጥረዝን ከም ዝተፈረደ ተሓቢሩ። ብኤሌክትሪክ ዝኸዳ ኣብ ሽወደን ዝስርሓ ነፈርቲ ኣቓልቦ ትካላት በረራ ይስሕባ ምህላወን ተነጊሩ። ኣብ ዒራቕ ሆስፒታል ብዘጋጠመ ባርዕ ብርክት ዝበሉ ሰባት ህይወቶም ምስኣኖም ተገሊጹ። ክታበት ብዝምልከት ድሕሪ ሰባ ተሪፋ ዝነበረት ዞባ ኦፕሳላ ኣሰር ካልኦት ዞባታት ምኽታላ ተነጊሩ። ሽቕለት ኣልቦነት ምንካይ'ዩ ተሓቢሩ። ምስፍሕፋሕ ለበዳ ኮሮናቫይረስን ንሱ ዘስዓቦ ዕጽዋን ብዙሓት ትካላት ከምቲ ዝድለ ክሰርሓ ከምዘይከኣላን ሰራሕተኛታተን ከባራ ከምዝተራእያን ብሰንኪ'ዚ ከኣ ቁጽሪ ናይቶም ኣብ ስራሕ ደው ዝበሉ ሰባት ክውስኽ ምጽንሑ ኣብ ዝተፈላለየ እዋናት ክንገልጾ ከምዝጸናሕና ዝፍለጥ'ዩ። ኣብዚ ቀረባ እዋን ብዘጋጠመ ከፊላዊ ክፍታ ሕብረተሰብን ምፍዃስ ቀይዲ መምርሒታትን ከኣ ኣወንታዊ ውጽኢት የርኢ ምህላዉ ይሕበር። ከም መርኣያ ናይዚ ከኣ ቤት ጽሕፈት ዕዮ ሽወደን ብሶኑይ ንሽቕለት ኣልቦነት ብዝምልከት ኣብ ዘውጽኦ ጸብጻብ፣ ሽቕለት ኣልቦነት ብሓደ ነጥቢ ሓደ ሚእታዊት ከም ዝነከየ ሓቢሩ። ምስ ዝሓለፈት ዓመት ከምዚ እዋን ክነጻጸር እንከሎ ከኣ ቁጽሪ ናይቶም ስራሕ ንምድላይ ናብቲ ቤት ጽሕፈት ተመዝጊቦም ዝርከቡ ሰባት ሓምሳን ሸሞንተን ሽሕ ከም ዝቐነሰ ይሕበር። እዚ ከምዚ ኢሉ እንከሎ ቁጽሪ ናይቶም ንነዊሕ እዋን ብዘይስራሕ ዝጸንሑ ሰባት ግን እንዳወሰኸ ይኸይድ ምህላዉ ይፍለጥ። እዚ ጉጅለ እዚ ትምህርታዊ ድሕረ ባይታ ዘይብሎም ወይ እውን ኣብ ጽቡቕ ናይ ስራሕ ዕድላት ዘይብሉ ዕድላት ስራሕ ዝደልዩ ሰባት የጠቓልል። ኣብቲ ጽብጻብ ከም ዝተገልጸ፣ ጸወታ፣ ዕድመን መበቆልን እውን መጠን ሽቕለት ኣልቦነት ከም ከምጽኡ ተሓቢሩ ከም ዝነበረ ይግለጽ። ሓንቲ ኣደ ብቕትለት ደቃ ትኽሰስ። ዝሓለፈ ሰሙን ኣብ ከተማዋ ሄሰልሆልም ክልተ ሰለስተ ሰባት ብባቡር ከም ዝተረግጹ ማዕከናት ዜና ሽወደን ምርኩስ ብምግባር ገሊጽና ምንባርና ዝፍለጥ እዩ። እቶም ግዳያት ንሕክምናዊ ረድኤት ከይተወስዱ ኣብ ዘለዉዎ ህይወቶም ከም ዝሓለፈት ይፍለጥ። ፖሊስ ድሕሪ ዘካየዶ ምርመራ ከኣ መዋቲ ኣደን ክልተ ደቃን ከም ዝኾኑ ክነጽር ከም ዝኸኣለ ጋዜጣ ኤክስፕረሰን ገሊጻ። ፖሊስ ነቲ ጉዳይ ብደቂቕ ድሕሪ ምምርማር ከኣ ነታ ኣደ ለኪማ ዝጠፍአት ኣደ ተሓታቲት ናይቲ ኣብ ልዕሊ ደቃ ዝፈጸመቶ ቅትለት እታ ኣደ ባዕለ ምዃና እቲ ዝረኸብናዮ ዜና ይገልጽ። እታ ኣብ ምምሕዳር ከተማ ሄሰልሆልም ትሰርሕ ዝነበረት ኣደ ምስ በዓል ቤታ ብዝተፈጥረ ዘይምርድዳእ ካብቲ ብሓንሳብ ዝነበርዎ ዝነበሩ ገዛ ደቃ ሒዛ ድሕሪ ምውጻእ ኣብ ውሑስ መዕቆቢ ክትቅመጥ ከም ዝጸንሐት ይፍለጥ። እታ ኣደ ፍትሕ ከምኡ'ውን ሓላፍነት ናይቶም ቆልዑ ክወሃብ ሓቲታ ፍርዲ እንዳተጸበየት እንከላ እያ ሃንደበት ነቶም ቆልዑ ለኪማ ክትጠፍእ ዝወሰነት። ኩሎም ልዕሊ ዓሰርተ ሸሞንተ ዓመት ዝዕድሚኦም መንእሰያት ክኽተቡ እዮም። ካብ ሎሚ ረቡዕ ዓሰርተ ኣርባዕተ ሓምለ ጀሚሮም ኩሎም ልዕሊ ዓሰርተ ሸሞንተ ዓመት ዝዕድሚኦም ኣብ ሽወደን ዝነብሩ መንእሰያት ክታበት ንኽኽተቡ ቆጸራ ክሕዙ ከም ዝኽእሉ ካብ ጋዜጣ ኣፍቶንብላንድት ዝተረኽበ ሓበሬታ ኣረዲኡ። ድሕሪ መፋርቕ ክራማት ኣብ ዝነበረ ሰሙን፣ ሓንቲ ዞባ ገዲፍካ ኩለን ዞባታት ሽወደን ንኹሉ'ቲ ኣብ ልዕሊ ዓሰርተ ሸሞንተ ዓመት ዝኾነ ሰብ ክኸትባ ምጽንሐን ዝፍለጥ ኮይኑ፣ እቲ ተሪፉ ዝነበረት ዞባ ኦፕሳላን ከኣ ትማሊ ብዘውጽኦቶ መግለጺ፣ ኣሰር ናይተን ካልኦት ዞባታት ስዒባ ከምዘላ ሓቢራ። ኩሉ እቲ ልዕሊ ዓሰርተ ሸሞንተ ዝዕድሚኡ በጽሒ ዝኾነ ክፍሊ ሕብረተሰብ ድሕሪ ምኽታቡ ከኣ እቶም ዓሰርተ ሽዱሽተን ዓሰርተ ሸውዓተን ዝዕድሚኦም ኮተቴ ከኣ ካብ ክፍላ ቀውዒ ምኽታቦም ክጅምር ምዃኑ ቴሌቪዝን ሽወደን ጸብጺባ። ጸብጻባት በዓል መዚ ህዝባዊ ጥዕና ሽወደን ከም ዝሕብሮ፣ ከባቢ ሰብዓ ሚእታዊት ናይቶም ልዕሊ ዓሰርተ ሸሞንተ ዝዕድሚኦም ሰባት ብውሑድ ቀዳመይቲ ክታበት ተኸቲቦም ምህላዎም ተነጊሩ። ኣብ ተመሳሳሊ ዜና ካብ ዝሓለፈት ዓርቢ ክሳብ ትማሊ ሰሉስ ኣብ ዝነበረ መዓልታት ክልተ ሰባት ጥራይ ብመልከፍቲ ክሮናቫይረስ ከም ዝሞቱ ይንገር። ብኸምዚ ከኣ ቁጽሪ ናይቶም ኣብ ሽወደን ብሰንኪ መልከፍቲ ክሮናቫይረስ ዝሞቱ ሰባት ሚእትን ኣርብዓን ሽዱሽተን ሽሕን ኣርብዓን ሓሙሽተን ክብ ኢሉ ከም ዝርከብ ይንገር። ትሕቲ ዕድመ ዝዓመጸ መንእሰይ ክጥረዝ እዩ። ኣብ ደቡባዊ ክፋል ሽወደን ኣብ ልዕሊ እቲ ዕድመ ደቂ ኣንስትዮ ጾታዊ ዓመጽ ክፍጽም ዝጸንሐ መንእሰይ ክእሰርን ንሃገሩ ክጥረዝን ከም ዝተፈረደ ጋዜጣ ኤክስፕረስን ኣቃሊዓ። እቲ ወዲ ዕስራን ሓደን ዓመት መንእሰይ ልዕሊ ሸሞንተ ግዜ ዝኸውን እዩ ኣብ ልዕሊ ዓሰርተ ሰለስተ ከምኡ'ውን ዓሰርተ ሓሙሽተ ዝዕድሚኤን ደቂ ኣንስትዮ ዝተፈላለየ ጾታዊ ዓመጽ ክፍጽም ዝጸንሐ። እቲ ክሱስ ንዝፈጸሞ ገበናት ዝምልከት እኹል መርትዖታት ስለ ዝረኸበ ቤት ፍርዲ ንሰለስተ ዓመትን ፈረቓን ክእሰርን ድሕሪኡ'ውን ካብ ሽወደን ክጥረዝ በዪኑሉ ኣሎ። ብዘይካዚ ነተን ግዳያት ገበን ዝገበረን ሰለስተ ናእሽቱ ኣዋልድ እውን ሰለስተ ሚእትን ዒስራን ሽሕ ክሮነር ዝበፅሕ ካሕሳ ክኽፈላ ተበይኑለን። ክሱስ ሓንሳብ ክልተ ሽሕን ሰላሳን ሓደን ዘሎ ግዜ ናብ ሽወደም ንዝምለስ ንሓደ ዓመት ክእሰር ምዃኑ እውን ተበይኑሉ። ኣብ ዩተቦሪ ብኤሌክትሪክ ዝኸዳ ነፈርቲ ክስርሓ እየን። ኣብ ከተማ ዩተቦሪ ዝመደበሩ ሃርት ኣየሮስፔይስ ዝተሰምየ ትካል ኤሌክትሪክ ዝኸዳ ነፈርቲ ንምስራሕ ኣብ ምሽብሻብ ይርከብ። እቲ ንጠለባት ዕዳጋ ዓለም መሰረት ብምግባር ዝተበገሰ ትካል፣ ኣብ ሓጺር መገሻታት ዘገልግላ ብኤሌክትሪክ ዝኸዳ ኢኤስ ዓሰርተ ትሽዓተ ዝተሰምያ ነፈርቲ ናይ ምስራሕ ውጥን ኣውጺኡ ይንቀሳቐስ ምህላዉ ካብቲ ትካል ዝተረኽበ ሓበሬታ የረድእ። ብመሰረት ናይቲ ተሓንጺጹ ዘሎ ውጥን ከኣ፣ እተን ነፈርቲ ኣብ ዓመተ ክልተ ሽሕን ዕስራን ሽዱሽተን ኣገልግሎት ክህባ ድሉዋት ክኾና ትፅቢት ይግበር። እዚ ብትካል ሃርት ኣየር ስፔስ ንወፂኡ ዘሎ ውጥን ኣቓልቦ ዓበይቲ ትካላት በረራ ዓለምና ይስሕብ ምህላዉ ይግለፅ። ከም መርኣያ ናይዚ ከኣ ንትካል በረራ ኣሜሪካ ዩናይትድ ኣየርላይንስ ሓዊስካ ብርክት ዝበላ ዓበይቲ ትካላት በረራ ድሮ ምስቲ ትካል ብመልክዕ ወፍሪ ሓቢረን ንኽሰርሓ ብርክት ዝበለ ገንዘብ ሰሊዐን ምህላወን ይፍለጥ። ዓበይቲ ትካላት በረራ ዓለምና ምስቲ ትካል ሓቢረን ክሰርሓን ብወፍሪ ክላፈናን ምውሳነን እቲ ብትካል ሃርት ኤርስፔስ ቀሪቡ ዘሎ ውጥን ኣዕዋቲ ውጥን ምዃኑ ዝተፈላለዩ ወገናት ይእምቱ። ዝኸበርኩም ተዓዘብቲ ምስ ውሽጣዊ ዜናታት ሽወደን ኢኹም ጸኒሕኩም። ናብ ኣህግራዊ ዜና ክወስደኩም'የ ምሳና ጽንሑ። ልዕሊ ትሽዓተ ሚልዮን ወፈያታት ሽወደናውያን ዜጋታት እቲ ንሰብኣዊ ማሕበራዊ ዝገብርዎ ገንዘባዊ ወፈያታት ኣብ እዋን ለበዳ እውን ከይተረፈ ከምዝቕጽልዎ ተሓቢሩ። ብመሰረት ናይቲ ብጋዜጣ ዩተቦሪስ ፖስተን ዝወጸ ሓበሬታ ኣብ ዓመት ክልተ ሽሕን ዕስራን መጠን ናይቲ ብሽወደናውያን ዝተዋጽኣ ገንዘብ ልዕሊ ትሽዓተ ሚልዮን ክሮና ቢሩ ከምዝበጽሐ ይሕበር። ምስ ቅድሚኣ ዝነበረት ዓመት ኣነጻጺርካ ክረኣ እንከሎ እቲ ዝተዋፀኣ ገንዘብ ብ ክልተ ነጥቢ ሓደ ሚእታዊት ከምዝወሰኸ ይንገር። ኣብ ዒራቕ ኣብ ሓደ ሆስፒታል ብዘጋጠመ ሓደጋ ባርዕ ብውሕዱ ሓምሳን ክልተን ሰባት ከምዝሞቱ ካብ መጽሔት ዘ ጋርድያን ዝተረኽበ ዜና ነጊሩ። እቲ ሓደጋ ነታጒ ቱቦታት ኦክስጅን ዘበገሶ ኮይኑ፣ ብክሮናቫይረስ ዝተለኽፉ ሰባት ኣብ ዝእለዩሉ ክፍሊ ከምዘጋጠመ እቲ ዜና ይገልጽ። እዚ ኣብ ደቡባዊ ክፋል ዒራቕ ኣብ እትርከብ ከተማ ናስርያ ተደኲኑ ዝርከብ ሆስፒታል ኣል-ሑሴን ንኻልኣይ ግዜ ከምዚ ዓይነት ሓደጋ ይቃላዕ ምህላዉ ጋዜጣ ዘ ጋርድያን ኣብ መወዳእታ ይገልጽ። ድሕሪ ምእሳር ፕረዚደንት ደቡብ ኣፍሪቃ ነበር ጃኮቭ ዙማ፣ ኣብታ ሃገር ዝጀመረ ናዕቢ ይቕጽል ምህላዉ ዝተፈላለያ ማዕከናት ዜና ዓለም ገሊጸን። ክሳብ'ዛ ዜና ዘዳለናላ ሰዓት ብሰንኪ ናይቲ ናዕቢ ሰብዓን ክልተን ሰባት ህይወቶም ከምዝሰኣኑን ኣስታት ሽሕን ክልተ ሚእትን ሰባት ከኣ ከምዝተኣስሩ ክፍለጥ ተኻኢሉ ኣሎ። ብዘይካ'ዚ ብሰንኪ'ቲ ናዕቢ ሓያለ ዱካንት ከምዝተዘረፋን ብርክት ዝበሉ ዕንወት ከምዝወረደ'ውን ይግለጽ። እቲ ኣብ ደቡብ ኣፍሪቃ ካብ ዓመት ክልተ ሽሕን ትሽዓተን ክሳብ ክልተ ሽሕን ዓሰርተ ሸሞንተን ከም ፕረዚደንት ኮይኑ ዘገልገለ ጃኮቭ ዙማ ብግቡእ ተኸሲሱ ጉዳዩ ክርእ ድሕሪ ምጽናሕ'ዩ ኣብ መወዳእታ ተቐንፊቱ ዝተወስደ። ምእሳር ናይ ጃኮቭ ዙማ ንብዙሕ ክፋል ናይ ሕብረተሰብ ከምዘቖጥዐ ጌርካ ዝውሰድ'ኳ እንተኾነ ኩነታት ለበዳ ኮሮናቫይረስ ዝፈጠሮ ቁጠባዊ ጸገማትን ልዑል መጠን ሸቕለት ኣልቦነትን ግን ነቲ ሓዊ ተወሳኺ ነዳዲ ከምዝኾኖ ነቲ ጉዳይ ብቐረባ ዝከታተሉ ወገናት ይገልጹ። ዝኸበርኩም ሰዓብቲ ዜና ውህደት ንሎሚ ንዓኹም ዝበልናዮ ውሽጣዊ ዜናታት ሽወደን ሃገራዊ ዜና ናብዚ ክንዛዝም ኢና። ዝኾነ ሃናፂ ርእይቶኹም እትፅሕፍሉ ኢመይልና እዚ ዝስዕብ እዩ። ኣብ ዩትዩብ፣ ኣብ ኢንስታግራም፣ ኣብ ቲክቶክ እውን ክትረኽቡና ትኽእሉ ኢኹም። ብዝተረፈ ተመሳሳሊ ዜና ሒዝና ኣብ ቀረባ መዓልታት ክሳብ ንመፅእ ድሓን ኩኑ ብምባል ንፋነወኩም። ሰላም!